Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትህልዋ ተስፋ እገብር ሎማዓንቲ ከኣ ብካልእ ቪድዮ መጺኤክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ተኾንክን መጀመርያኽን ድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኽንኦ ከለኽን ሳብስክራይብ ግበራ ተን ኩሉ ግዜ ሳፖርት ገብራን ኣሕዋተይ ከኣ ብጣዕሚ እየ ደመስግነክን የቐንየለይ ተን ኩሉ ግዜ ፖስት ክገብር ከለኹ ኮመንት ትገብራለይ ላይክ ትገብርኦ ብጣዕሚ የቀንየለይ ብጣዕሚ እየ ደመስግነክን ሕጂ መጀመርታ በዚ ሓንቲ ሓፍተይ ኩሉ ግዜ ትሓትኒ እቲ ናይ ክስታይልኪ ማለት እዩ እስካብ ሕጂ ኣይመለስክለይን ፀሓፈለይ ኣብ መሰንጀር ኢለኪ ኢንኬዝ እንድሕር እዚ ቪድዮ ርኢኽዮ ግን እዚ ናይ ፎረፎር ሻምፖ እዚ ናይ ፎረፎር ሻምፖ እዚ ፅቡቅ እዩ ማለት እዩ እዚ ሄድ ኤንድ ሾልደር ዝብል ኣብቲ ዲስክሪፕሽን ባክስ ገይረልክ ነይር ብቀዳማይ ድሕር ደሊኻ ሕጂ ገብረልክ ካልእ ሓፍተይ ከዓ ኣብኡ ከለኹ ኣነ ከማን ኣለኒ ኢልክኒ ነይርኪ እዚ ብራንድ እዚ ጽቡቅ እዩ እንደገና ኣብኡ ከኣ ሕሱር እዩ ኣብቲ ኮነ ቦታ ክትረክብዮ ትክእሊ ኢኪ ዋላ ኣብ ኣማዞን ድሕሪ ኣብ ኣሜሪካ ኣሎ ከኣ ኣብ ታርጌት ዋልማርት ኣብ ዝኮነ ክትረክብዮ ትክእሊ ኢኪ ማለት እዩ ካልእ ከኣ ናይ ኣማዞን ኣሎ ኣብ ዲስክሪፕሽን ባክስ ገይረልክን ነይረ ብቀዳማይ ረኪብክንኦ እተኮንኩ እንተደይ ረኪብክንኦ ግን እዚ ብራንድ ሄድ ሾልደር ድብል ሻምፖ ገለ መለ ደሎ ብራንድ እዚ ሻምፖ ኮይኑ ኣብዚ ኣንቲ ዳንድሩፍ ድብል ናይ ዳንድሩፍ ድብል ኣለዉ ፎሮፎር ማለት እዩ ሜክ ሹር ኣብዚ ክትርእዮ ከለኺ ዳንድሩፍ ድብል ኣለዎ ንዑ ዳንድሩፍ ሻምፖ ድብል ዳንድሩፍ ማለት ፎረፎር ስለ ዝኾነ ኣብኡ ርእይኺ ካብ ታርጌት ገለ ክትረኽቦ ያኦ ትኽእላ ኢኽን ማለት እዩ እቲ ሓደ ከዓኒ ኣብ ካብ ኣማዞን ድርከብ ከዓ ኣብቲ ዲስክሪፕሽን ባክስ ክገብረልክን እዩ እሱ የብለይን ኣብዚ ግን ክገብረልክን እየ ሕጂ ሎም መዓንቲ ናይ ገጽ ማስኪና ክንገብር ገጽና ክስታይ ክንገብሮ ኢና ማለት እዩ ፈጸጋ ብዙሕ ፈጸጋ ወፂእኒ ቀንዲ ብቀዳማይ ኣብዚ እዚ ፌስ ማስክ ካብ ኣማዞን እቲ ፕራይም ደይ ኮሎ መቐዳማይ ነዚኣ ጥራሕ ኣይገዚኤ ቡዙሕ ኣይገዛእኹን እዚ ዳርጋ ሓምሳ ሽሕ ክስታይ ደለዎ ማለት እዩ ዳርጋ ሓምሳ ሽሕ ረቪው ዘለዎ ጽቡቕ ማስክ እዩ ማለት እዩ ክልተ መዓልቲ ተጠቂመሉ ሎም መዓልቲ ሳልሳይ ግዜ ክጥቀመሉ ማለት እዩ ከም ጭቃ እንድዩ ነቲ ፖር ናትካ ንእሽተ ይገብሮ ፈጸጋ ክስታይ ይገብረልካ ገጽካ ከዓ ክሊን ይገብሮ ስለ ዝብል ብዙሕ ረቪው ስለ ዘለዎ ጽቡቕ ኢለ ካብ ኣማዞን ዝገዛእኽዎ ማለት እዩ ንሳ ጥራሕ ገዜ ብቀዳማይ ፕራይም ደይ ከሎ usually ብዙሕ ኦርደር ይገብር እዩ ድኾነ ኣብ ካርተይ ገይረ የጸንሕ ገለ ማለት እዩ ካብ ኣማዘን ፕራይም ደይ ክኸውን ከሎ ብቀዳማይ ግን እዚኣ ጥራሕ እየ ገዚኤ ነይረ ማለት እዩ እዚኣ ከዓ ናይ ሽእን ከዓ ዝጎርፎ ከዓ ብቀዳይ ዝረኣኹክን ከዓ ጽቡቅ ናይ ሽእን ትታ ገይረ ኣለኹ ፒንክ ስለ ዝፈቱ ፒንክ ገጸይ ውልዕ ደብለኒ ሕጂ እዚ ክንገብር ኢና ማለት እዩ እዚ ጭቃ ሎማዓንቲ ሳልሳይ መዓልተይ ማለት እየ ዝጥቀመሉ ዘለኹ ሳልሳይ መዓልተይ ገለ ይጥቀመሉ ዘለኹ ሽዑ ምስ ገዛእክዎ ማለት እዩ ነቲ ገጽካጽ እየ ዝብሎ ሕጂ ፈጸጋ ስለ ዝቐነየኒ ቢዚ ኮይነ ኣብ ሰሙን ክልተ ግዜ ገለ ጽቡቅ ገይረ ገጸይ ተኬር ገብረ እየ ግን ዝሓለፈ ብጣዕሚ ቢዚ ስለ ዝቐነኹ ገጸይ ተኬር ከይገበርክዎ ፈጸጋን ገለን ክስታይ ኮይነ ሓደ ሓደ ግዜ ከዓ ከም ስትረስ ክከውን ከለካ እንድሕር ቢዚ ኮንካ ገለ ነብስኻ ከይተረዳእካ ክስታይ ይኸውን ማለት እዩ ፈጸጋን ገለ ማለት እዩ ሰው እዚ ገይረ ፅቡቅ ፅቡቅ ኣፅሪ የብሎ እና ጨኖኻ ጥዕሚ ደስ ብለካ ማለት እዩ ከዋግኡ ብዙሕ ክቡር ኣይኮነን ግን ኣብቲ ፕራይም ደይ ኮሎ እየ ገዚኦ እዮ ኩሉ ግዜ ማስክ ገለ ክገብር ከለኹ ኣብሳት ኣብ ጣዓይነ ገለ ብዙሕ ኣይገብርን እየ እዚታትና ሰስታይ ስለ ዝኾነ ረቂቕ ስለ ዝኾነ እዚ ኣንደርኣይ ብዙሕ ክስታይ ኣይገብርን እየ ማለት እዩ ከምዚኣ ገይረ እዚኣ ሕጂ ተለኸ ሓንሳብ ፀኒሐ ክሓፅዋ ትጨንኡ ካብ ኩሉ ጥዑም ደስ ዝብለካ ጨና ገለን ገጽካ ጽቡቕ ኣይኮነን ግን ወላ ሓንቲ ይገብረካን እዚ ጽቡቕ ማስክ እዩ እንጃ ገይረ ኣፅሪ ደብሎ ነቲ ገጽካ ጽቡቕ እዩ እንቲ ድበልኩኹም ኩሉ ግዜ ክገዝእ ከለኹ ረቪው ርኤ ዝገዝእ ማለት እዩ ወላ እዚ ካብ ሽኢን ብቐዳማይ ዝረኣኹኹን ብፅቡቕ ኩሉ ድገዛእና ድገዛእኹ ድረኣኹኹን ረቪው ክንደይ ሰብ ከም ድገዝኦ ኣንቢበ ሳይዙ ገለ ሽዑ ክፈልጥ ማለት እዩ ድሕሪ ንእሽተይ ድኸውን ኮይኑ ክስታይ ትኸውን ማለት እዩ ትፈልጥ ኢኻ ማለት እዩ ወይ ንእሽተይ ወይ ዓቢ ወይ ዓቢ ተኾይኑ ሳይዙ ገለ ኣብቲ ረቪው ኣንቢብካ ንኸምኡ ይጠቅም ማለት እዩ ኩሉ ግዜ ዝኾነ ነገር ገዛእ ከለኽን ረቪው ርኢኽን ግበራ ማለት እዩ ሕጂ እዚ ጸኒሐ ተሓጺበ ክመጻክን እየ ማለት እዩ ብማይ ጥራይ ሓጺበ ኣለኹ ማለት እዩ እቲ ማስክ ብጣዕሚ ፅቡቅ እዩ ንዝገፅካ ፅቢቁ ኣፅሪ ደብሎ ምክንያት ጭቃ ማይ ጥራይ ገይረ ሓፂበ ኣለኹ ሕጂ በዚ ገይረ ገፀይ ክሕፀበ እዚ ኣኒዋ ዝበልኩ ክንዝክታ እዚ ማስክ ሜድ ኢን ዩኤስኤ እዩ ናይ ኮርያ ኣይኮነን እዚ ግን እቲ ናይ ገጽ መሕጸቢ እዩ መብዛሕትኡ ግዜ ዘርእየክን ኣኒዋ ናይ ኮርያን ስኪን ኬር እዩ እዚ እዚ ፌስ ዋሽ ማለት እዩ ጽቡቕ እዩ ክንደይ ግዜ ኣርእየክን ነይረ ቅድሚ ሕጂ ነቲ ገጽካ ጽቡቕ እዩ ዝገብሮ ኣጽሪ ዘብሎ እዚ ከዓ ጽቡቕ እንታይ ማለት እዩ መሕጸቢ ገጽ ሳምና ኣለዎ ኣይዶነ ከምዚ ገይረ ኣርእየክን ነይረ ተኮይነት ኣይዝክሮን እየ ግን ከምዚ ገይረ ገጸይ ከምዚኣ ገይረ ኣጽሪ የደብሎ ማለት እዩ ጽቡቕ እዩ ኣጽሪ ደብሎ ሳምና ዓፍራ ኣለዎ ክሓጽቦ ከለኩ ገጸይ ከምዚ ገይረ ቁሩብ ክስታይ ገብሮ ማለት እዩ ንክርእየክን ኢለ እየ እዚ ክስታይ እምበር እዚ ዘይተሓጸብኩ ማለት እዩ ሓጽቦ ከለኩ ኣጸቢቑ ክጸሪ ከምዚ ገይረ ኣፍንጫይን ገላጋለይን ኣብዚ ከዓ እዚኣ ገይረ ኣጽሪ የብሎ ማለት እዩ ሕጂ ማይ ገይረ ክሓጽቦ እየ ሳምና እዩ ከምዚ ዓፍራ ኣለዎ እዚ ግን ከርእየክን ኢለ እየ ከመይ ገይረ ክስታይ ገብሮ ከለኩ ስቕ ኢለ ጥራሕ ኣይኮንኩን ድሕጸቡ ሕጸቡ ከለኹ እዚ ገይረ በቃ መስመስ ይደብሎ ፅር ይደብሎ ማለት እዩ እዚኣ ገይረ ዋላ ሁርድ ገለ ክንገብር ንኽእል ኢና ናይ ግድን ኣይኮነን ከምዚ ክንገብር ሁርድ ገለ ወላ ጌርና ገፅና ኣልምፅ ክነብሎ ንኽእል ኢና ማስክ ግን እዚ ነቲ ፖርት ነቲ ገፅካ ከምዚ ክፋት ክፋት ንዕኡ ክስታይ ገብሮ ማለት እዩ የፅ ክስታይ ገብሮ የፅብቦ እንደገና ከዓኒ ንእሽተይ ንእሽተይ ገብሮ እንደገና ከዓ ነቲ ገፅካ የፅርዮ ንፈፀጋ ከዓኒ የልግሰልካ ማለት እዩ ሰብኾም ክስታይ ገይረ ሰርች ገይረ እዚ ክስታይ ገይረዮ እዚ ማስክ ማለት እዩ እንድሕር እዚ ክትረኽባ ዶ ትኽእላ ኮንክን ዋላ ዝኾነ ዓይነት ማስክ ክንጥቀም ንኽእል ናብ ገዛና ሰሪሕና ዋላ ህሩድ መዓር ገይረ ገይርና ስታት ከዓ ዝበለፀ ማስክ እዩ ከምኡ ገይርና ክንጥቀም ንኽእል ኢና ማለት እዩ ሕጂ ማይ ገይረ ክሕፀበ እየ ተመሊሰ ክመፃክን ገፀይ ሓፂበ ኩሉ ግዜ ከንቅፆ ከለኹ በዚ እየ ደንቅፆ በዚ ወረቐት ማለት በዚ ርጉድ ዝበለ ወረቐት ኩሉ ግዜ ደርእየክን ብሽጎማነ ገለ ጌረ ኣይኮንኩን ደንቁጾ ገጸይ በዚ ጌረ ደንቁጾ ብዙሕ ግዜ ነግረክን ኔረ ከምዚኣ ጌረ ኣንቅጽ ኣቢለ ሕጂ ምሸት ስለ ደሎ ናይ ምሸት ስኪን ኬር ክገብር እየ ማለት እዩ ኣብዚኣ ኮይነ ብዚ ማእኸል ቦታ ኮይነ ዘለኹ እዚ ላይት ጽቡቅ ክኾነለይ ማለት እዩ ላይት እንድሕር ደይብሉ ጽቡቅ ክስታይ ኣይኮን እዚ ቪድዮ ሕጂ እዚ ኣኒዋ ዝደረኣኹኽን ነዚ ገጽካ ነቲ ጸሊም ጸሊም ክስታይ ገብሮ ኢልበልኩም ኣነ ፈጸጋ ክወጻእ ንኸሎ ራይዶ ወይ ክስታይ ዝገብሮ ዓቕሊ የብለና እንተ ዓንቲ እየ ደብሎ ገጽ ጸሊም ጸሊም ምኮን ማለት እዩ ብሳት ገለ ወጺኑቀኒ ሱቅ እዚ እዚ ሕጂ ደርኣኩክን ገጽካ ኣብሪህ ደብሎ ኢለ ደርኣኩክን ስታይ ናይ ኮርያን ስኪን ኬር ኣኒዋ the same brand እዩ ክልቲኡ እዚ ማለት እዩ ጽቡቅ እዩ ምሸት ምሸት ትገብሮ ነቲ ገጽካ ሓደ ሓደ ግዜ ዝገብሮ ሓደ ሓደ ግዜ ከዓ እቲ ሓደ ደርኣኩክን ንገብሮ ማለት እዩ ነቲ ገጽካ ኣጸቢቂ ግን ኣብረህ ደብለካ ፍላይ እዚ ቀልጢፉ እዩ ዝሰርሕ ነቲ ጸሊም ጸሊም የልግሶ ሕጂ ንሱ ገይረ ቅድም ንሱ ክገብር እየ ማለት እዩ ድሓር ከኣ እቲ ካልእ ሞይስቸራይዘር ክገብር እየ ማለት እዩ። እዚ ናይ ኮርያን ስኪን ኬር ክጽብቕ መዓት እዩ። ንስታት እንድሕር ክስታይ ንሕድት ትጥቀማ ኮንክን ክትጥቀማ የተባባዓክን ማለት እዩ። ዋግኡ ብዙሕ ክቡር ኣይኮነን። ወላ ካብ ኣማዞን ወላ ካብ ዝኾነ ክትረኽቦ ትኽእላ ኢኽን። እንደገና ከዓ ጽቡቅ ወላ ሓንቲ ዝጓዳእ ንገጽካ የብሉን። ገጽካ ጽቡቅ እዩ ዝኾን መስትያት እዩ ዝመስል ማለት እዩ። ብዙሕ ቪድዮታት ኣለኒ ተይትፈልጥኦ ኣቲኽን ክትሪኦ ትኽእላ ኢኽን ማለት እዩ ክሳት ክትርሳዕ የብላን እዚኣ ከዓ ኣቲ ሓፍተይ ኩሉ ግዜ ዝዝክራታ ዝበልኩ ከምሳይ ትሰርሕ ደት ሰማዕ ኳላ እዚ ቪድዮ ኩሉ እያ ትርኢ ማለት እዩ እስኪን ክትገቡ እዚ ስኪን ኬር ክትገብሩ ከለኺ ትገፅክን ታሕቲ ከን ትገፅና ንታሕቲ ከይወድቕ ከምዚ ክስታይ ከይኮን ኩሉ ግዜ ስኪን ኬር ኣፕላይ ክንገብር ከለና ገፅና ክንከምዚ ክንገብሮ ኣለና እያ ትብል ሓቃ ከምዚ ጌርና ማለት እዩ እዚኣ ሕጂ ዝረቂቕ ስለ ዝኾነ ኩሉ ግዜ ፊንገር እዚኣ ሪንግ ፊንገር ጌርና ኢና ከምዚኣ ንገብራ እዚኣ ጌርና ኣነ ክልከ ከለኹ ሓደ ሓደ ግዜ ስቕ ኢለ ክስታይ ዝገብሮ ማለት እዩ ጥዕመኒ እየ ዝገብሮ ከምኡ እያ ትብለኒ ኩሉ ግዜ ክትልከዮ ከለኻ ከም ዝግበር እዮ እዚ ዝገጥመ ሓቂ ኣንታሕቲ ንከምዚ ንኸይወርድ ከምዚ ጌርና ክንገብሮ ኣለና እዚ ናይቲ ጀይ ማክስ ናይ እዝኒ ብጣዕሚ ፅቡቕ ናይቲ ጀይ ኣለዎ ማለት እዩ ብሓንሳብ ዝመፅእ ኣብዚኣ ሰለስተ ስቑረየን ስለ ደለዋ ንከምቲ ዝብለክን ሕጂ ካእ ለንቀነ ካልኦት ስቲኤን ቀይረየን ብጣዕሚ ፍተዋኻ መዓልታዊ ከምስታት እየ ዝገብር ብዙሕ ግዜ ዓቢ ገለ ገብረ ግን መዓልታዊ ከምሳ ዋላ ኖርማል ኖርማል ግዜ ዋላ ኣብ ገዛ ገለ ኮን ከለኹ እዚኤን እየ ዝገብረም ሰለስተ በዚኣ በዚኣ ሓንቲ ብሓንሳብ ብዙሕ ዝመፅእ ግን ፅቡቅ ኣለክን ኣብቲ ጂም ማክስ ዝናብ ኣምሪካ ዘለኽን ማለት እዩ ሞይስቸራይዘር ከዓ ናይ ናይ ለይቲ ዝለነሽ ከዓ ኣርእክን ነይረ ቅድሚ ሕጂ ለይቲ ለይቲ ዝልከዮ እሱ ዝኾነ ዓይነት ሞይስቸራይዘር ክንገብር ንኽእል ኢና፣ ግን እዚ ክገብረ ሕጂ ማለት እዩ። ክሳደ ዘይገበርኩሉ እዚ ካልእ ናይ ክሳድ ክሬም ነዚ ኣብዚ ናይ ጨና ዝገበርኩ ወዲ ገለ ክስታይ ወፂኒ ነይሩ ጸሊም ጸሊም ኮይኑ ንዑ ኢለ ክስቲ ዝገብሮ ክሬም ስለ ዘለኒ ናይ ክሳድ እሱ ክገብረ ይደሓር ማለት እዩ። ገጽካ መስትያት እዩ ዘምስሎ ቢዚ ስለ ዝኾንኩ በቃ ገጸይ ክስታይ ኮይኑ ነይሩ ሕጂ ከምዚኣ እንዳገበርኩ ክስታይ ገብሮ ማለት እዩ ሓድሓደ ግዜ ከይተረዳእካ ቢዚ ምስ ኮንካ በቃ ነፍስኻ ባዕሉ ክስታይ ይኾን ማለት ስለስ ከይተረዳእካ ሓርስ ዝፈፀጋን ገለ ንወፃካ ማለት እዩ እምበር ስኪን ኬር መዓልታዊ እየ ትገብር ከምቲ ዝበልኩን ቫይታሚናተይ ገለ ከዓ ኣይርስዖን እየ ማለት እዩ ሕጂ ስለ ዝድቅስ ፅኒሕ ኢለ ስለ ድቅስ እዚ እዩ እስታይ ክገብረሉ እየ እዚ ናይ ዓይኒ ኣንደር ኣይ ማስክ ከዓኒ ከምሳት ገለ ካብቲ ጄማክስ እየ ዝገዝእ ናይ ኮርያን ኣሎ ሜድ ኢን ኮርያ ድብል ኣሎ ፅቡቅ ፅቡቅ ኣብ በዓልቲ ጄማክስ ማርሻል ክትከዳ ከለኽን ከምስታት ኩሉ ግዜ ክትገዝኣ ፅቡቅ እዩ ማለት እዩ ኣብ ፍርጅ ፀንሕ ካብ ፍርጅ ኣውፅኦ ሽዑ ይጥቀመሉ መለዓሊ ገለ ኣለዎ ክነእኸሉ ክጥቀመሉ እየ ማለት እዩ እዚ ኣብዚ ኣንደር ኣይ ትገብሮ እዚ እሱ ገይረ ክምለሰክን ይኸይነ ውሓክን እዚ እንታይ ኣሽሙ ከዓ ክገብር እዩ እዚ ኩሉ ግዜ ኣይርስዖን እየ ነዚ ጨጉሪ ዓይነ ምሸት ምሸት እዚ ካስተር ኦይል ነዚ ጨጉሪ ዓይነ ወላ ኣንደር ኣይ ክትገብሮ ትኽእል ኢኻ ግን ሕጂ ስታይል ስለ ዝገብር ማስክ ስለ ዝገብር ነዚ ኣንደር ኣይ ኣየድልየንን እዩ ማለት እዩ ኣብዚ ኣብዚ ኣብታተይ ጥራሕ ክገብር እየ ማለት ጨጉሪ ዓይነ ነጨጉሪ ዓይንኻ ፅቡቅ እዩ ደንውሖ ወላ ነዚ ከዓ ከምዚ ክታ ጌርካ ከምዚ ተጌርካዮ ካስተር ኦይል ከምቲ ዝበልኩኹም ከኣ እዚኣ እዚ ካስተር ኦይል እዚ ብራንድ እዚ ከኣኒ ጽቡቅ ብራንድ እዩ ኣብ ኣማዞን ቤስት ሰለር እዩ ማለት እዩ ብዙሕ ግዜ ብዙሕ ክስታይ ፈቲነ እየ ካስተር ኦይል ግን ንሱ ዝበለጸ እዩ ወላ ንጨጉረይ ካብኡ ሓዊሰ ዝገብር ማለት እዩ ጨጉረይ ባዕለ እየ ዝሰርሖ ሎም መዓልቲ እየ ባዕለይ ሰርሐ እዩ ዕረፍ ስለ ዝኾንኩ ክልተ ሰሙን ሓደ ሓደ ግዜ ሰሙን ጸንሕ ብቀዳማይ እንዳ መሻጢት ከይደ ተመሽጠ እዩ ክንደይ ይገብር ድሕሪ ክንደይ ማለት እዩ ቀዳም ቀዳማይ ነገር ካብ ገዛና ዘዊረ ክኸይድ ዳርጋ ዕስራ ደቒቕ ገለ ወሲድለይ ማለት እዩ ርሑቕ እዩ ክብል በጺሐ ንክመጽእ ጥራሕ ዕስራ ደቒቕ ኣብኡ ኣርባዕተ ሰዓት ገለ ከዓ ገይረ በቃ ከምዚ ኣነ ዝገብሮ እዮም ኣትወን ሓንቲ ለውጢ የብሉ ንሶም ኣብ ገዛ ኮይነ እየ መብዛሕትኡ ግዜ ዝገብሮ ሽዑ ግን ናይ ጓለይ በርዝደይ ስለ ዝነበረ ኣጋጣሚ ገዛ ዕረፍቲ ስለ ዝነበርኩ ትምህርቲ ከለዋ ደቀይ ከይደ ደይ ስራሕ ከይለ ከይደ ነዊሕ ጸኒሑ ግን ኩሉ ሓደ ኣነ ዝገብሮ ከማን ጽቡቅ እየ ትገብሮ ኣብ ገዛ ማለት እዩ ባዕለይ ክገብሮ ከለኩ ሕጂ እቲ ማስክ ጌረ ተመሊሰ ክመጻክን እየ እዚኣ ሓንቲ ጌረ ኣለኩ እቲ ቪድዮ ከይነዊሕ ቀላሊጠ ገለ ክገብሮ ከለኩ ክስታይ ለክን ማለት እዩ እዚ ከዓ ጌረ ኣለኩ ሕጂ ስጋዕ ዝድቅስ ከምዚ ኢለ ክጸንሕ እየ ክድቅስ ከለኩ ከውፀየ ደሓር ንጎ ክትስእ ከለኩ ገጸይ ብጣዕሚ ጽቡቅ ክኸውን ማለት እዩ ከምቲ ዝበልኩን ከምዚኣ እንዳገበርና ገጽና ተኬር ንገብራ ሓደ ሓደ ግዜ ሪዚ ክንከውን ከለና ከይዘከርናዮ ገጽና ክስታይ ክንገብር ከለና ኣብ መንጎ ሽዑ ከምዚ ጌርና ክስታይ ንገብሮ ንሰሙን ገለ ሽዑ ሞይስቸራይዘርካ ገለ እንዳገበርካ ካልእ ስኪን ኬርካ ጽቡቅ ይኸውን ማለት እዩ ሊፕ ማስክ ኩሉ ግዜ ዝገብረሉ ሜድ ኢን ኮርያ እዚ ካብ ለነጅ ማለት እዩ ኩሉ ግዜ ዝብለክን ጽቡቅ እዚ ካልእ ሊብ ማስክ ኣይገብርን እየ ብጣዕሚ ስለ ዝፈተኽዎ እዚ ከም ቻፕስቲክ ገለ ምሸት ክድቅስ ከለኹ ባዝሊን ገለ ክስታይ ገዲፈዮ ማለት እዩ እዚ ሓንሳብ ምስ ገዛእኽዎ ነዊሕ ደጽንሓካ ቤስት ሰለር እዩ ከኣኒ ኣብ በዓል ሴፎራ ገለ ክቡሪ ግን ካብቲ ጄማክስ ከምቲ ዝብለክን ኣብ ክረኽቦ ከለኹ ክልተ ገለ ምጽእ ጌርካ ምስ ሓደርካ ከንፈርካ ሽዑኡ ኣይነቅጥን እዩ ወላ ንጽባሒቱ ከኣኒ ንጎ ክትስኡ ከለኻ ክስታይ ይኸውን ማለት እዩ ከምዚኣ ጌርና ከምዚኣ ጌረ ገጸይ ተኬር ጌረ ኣለኹ ሎማዓንቲ ናይ ሎማዓንቲ ቪድዮ እዚኣ ትመስል ስካብ ሕጂ ርኢኽኖ እንድሕር ኮንክን ሳብስክራይብ ከይገበርክን ኣይትውፃእ መብዛሕትኽን ኣሕዋተይ ከምዚ ዝብለክን ነዚ ናተይ ቪድዮ ትርእዩ ኣብቲ ዩቱብ ስቱድዮ ኣትዮ ክሪኦ ከለኹ ሳብስክራይብ ዘይገበርክን ስለ ዝኾንክን ሳብስክራይብ ድሕር ጌርክን ኣነ ከዓ ፅቡቅ ፅቡቅ መደብ ንዓና ዝጠቅም ሒዘ መፅእ ማለት እዩ ላይክ ከዓ ከይገበርክን ኣይትውፃእ ብጣዕሚ እየ ደመስግነክን የቐንየለይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራክበና ባይ